ሕጂ ግን ኣብዚ እንታይ ኣሎ ንኣብነት ሸኽ መሓመድ ሓደ ሰብ ኡድሕያ ክሓርድ መደብ ኣይነበሮ ስለዚ ኣብ ቀዳማይ ዝልሕጃ ዲ ካልኣይ ዝልሕጃ ሳልሳይ ዝልሕጃ ፅፍሩ ገለ መልኢ ገለ ሰዲዱ ድሓር መደብ ኣውፅኡ ወኻላ ስለ ዝበን ክትሓልፈኒ የብላን እታ ክገብር ኣለኒ ክሓርድ ኣለኒ እንተ ኢሉ ናይቲ ዝሓለፈ ወላ ሓንቲ መደብ ስለ ዘይነበሮ ወላ ሓንቲ ፀገም ካብታ መደብ ዘውፃላ እንታይ ማለት እዩ ሰዓት ወይ መዓልቲ ትሒዙ ካብኣ ክቑጠብ ኣለዎ እንታይ ክገብር የብሉን ጨጉሪ ይኹን ፅፍሩ ክሰድድ የብሉን ማለት እዩ ካብታ መደብ እዚ ሓደ ካልኣይ እንተ ደኣ ንርስዕዩ ፅፍሪ እንተ ደኣ ሰዲዱ ንኣብነት መደብ ኣለዎ ብድሕሪያ ክሓርድ ላኪን እቲ ፅፍሪ ምስዳድ ጨጉሪ ምስዳድ ኩልኩል ምዃኑ ረሲዕዎ እንተ ደኣ ሰዲዱ ወላ ሓንቲ ካብታ ዝዘከረላ ሰዓት ካብቲ ጉዳይ እቲ ክቆጠብ ኣለዎ ወይ እውን ንኣብነት ብድሕሪያ ክሓርድ መዲቡ ኮይኑ ግን እቲ ፅፍሪ ምስዳድ ጨጉሪ ምስዳድ ኩልኩል ምዃኑ ሓራም ምዃኑ ኣይፈልጥን ነይሩ። ኣታ ካብታ ዝፈለጠላ ሰዓት ኣትሒዙ ይቑጠብ፣ እንታይ ይገብር፣ ሽዑ ጉዕዞኡ ይቕጽል፣ ካን ስጋብ እታ ስታይ ዝገብር ዝሓርድ ማለት እዩ፣ ካብዚ ጉዳይ እዚ ተቖጢቡ ይቐኒ ማለት እዩ። ጠይብ ምናልባት ኮነ ኢሉ እንተ ደኣኒ ጽፍሩ ሰዲዱ ወይ ጨጉሩ እንተ ደኣ ሰዲዱ ኢሎም ዑለማ ጽፍሩ ስለ ዝሰደደ ወይ ጨጉሩ ስለ ዝሰደደ ኡድሕያ ኣይምልከቶን እዩ ክንብል ኣይንኽእልን ንንበይኑ እዩ እቲ ጽፍሪ ምስዳድ ጸጉሪ ምስዳድ ኩልኩል እዩ ኣብ ኩልኩል እንተ ወዲእካ እዚ ካልእ ዘንቢ እዩ እቲ እድሕያ ምሕራድ ከዓ ካልእ ኣጅሪ ምውሳድ እዩ ስለዚ በበይኖም እዮም ማለት እዩ ስለዚ ፅፍረይ ካብ ሰደድኩስ ክሓርድ ኣይግባኣንን እዩ ጨጉረይ ካብ ሰደድኩስ ክሓርድ ኣይግባኣኒ ኣይትብልን ኢኻ እዚ ጌርካዮ ዘለኻ ካልእ ገበን ካልእ ጌጋ እዩ እዚ በዚ ከዓ ናይ ኣጅሪ መውሰዲ ኢኻ እንታይ ትገብር ውድሕያ ትሓርድ ስለዚ ክልቲኦም ኣዛሚድካ ክስታ ክትገብር ማለት ስለ ጽፍረይ ሰደድኩስ ክሓርር የብለይን። መህደሚ ከይጥቀመላ ትብል። መህደሚ ይጥቀመላ።
ካብ ሰደድ ናሲ ሓላስ ዝዓመት እዚኣ ሓሊፋትና እያ ከይ የለን መህዳሚ የለን።
طيب ሕጂ መዓልቲ ዒድ ምስ ኮነ ክሓርድ እዩ። መዓስ መዓስ እዩ ክሓርድ ዝፍቀደሉ? እታ ሕጂ እቲ ኡድሕያ ካብ መዓስ ይጅምር እቲ ምሕራድ? ካብ ድሕሪ ሰላት ማለት እዩ።

ንኩላ ድዩ ክስደቃ ወላ ንሰብ ድዩ እንታይ እዩ ክገብር ዘለዎ። ጠማዕ ተኮይኑ ከማይ ኩላ ክውድዓኒ። ማሻላህ ጠብዓ እንታይ ይብሉ ዑለማ እታ ኡድሕያ ሚነ ሱና ኣብ ሰለስተ ትመቕላ ያ ሰላም ኣብ ሰለስተ ትመቕላ ማለት እዩ ሓደ እጃም ንዓኻ ሓደ እጃም ንጎራብትኻ ነዝማትካ ንዕሩኽትኻ እቲ ሓደ እጃም ከዓ ንድኻታት እዚ ኸኣ ዕላማ ኣሎ እቲ ንስኻ ካብኡ ትበልዕ ዘለኻ ምክንያቱ ብገንዘብካ ስለ ዝገዛእካዮ ማለት እዩ እቲ ንጎረባብትኻ ድኻታት ይኹኑ ሃብታማት ይኹኑ ብዘየገድስ ትህቦም ዘለኻ ከዓ ኣብ መንጎኻ ናብ መንጎኦም ዘሎ ርክብ ምእንቲ ክድልድል ፍቕሪ ምእንቲ ዝያዳ ክርከብ ማለት እዩ እቲ ንድኻታት ትህቦም ዘለኻ ከዓ ምእንቲ ኣላሁ ስብሓንሁ ወተዓላ ኣጅሪ ክሃስበልካ ኣጅሪ ክህበካ ማለት እዩ ስለዚ እዚ ሰለስተ ዕላማታት እዚ ዝሓዘ ስለ ዝኾነ ዑለማ ኣብ ሰለስተ ከምትምቀል ይሕብሩ ማለት እዩ። يعني እቲ ዝበለጸ ናብ ሰለስተ ናብ ክፍለ ሰለስተ ማለት ምቀል እዩ። ድሕር ደኣ ከምቲ ዝበልኩሞ ከኣ እዩ ንበይኑ ን- ንበይነይ ክበልዓ እተይሎ ከዓ ጠብዓ ይከኣል እዩ ይከኣል እዩ። طيب እታ ዓይነት በጊዕ እንታይ ክትከውን ኣለዋ? ጠብዓ ሕጂ ክትሓርድ እንከለኻ እዚኣ ሃድያ ንመን እዩ ያው ሃድያ ንረቢ ኢኻ ሃድያ ስብሓነሁ ትሕዘላ።
ወተዓላ። ስለዚ ሃድያ ከዓ እቲ ዝበለጸ ሃድያ ኢኻ ንረቢ ክትህብ ዘለካ እምበር ስብሓነሁ። ልዕሊ ረቢ የለን ረቢ እዩ ኸሊቕና ረቢ እዩ ኩሉ ኒዕማታት ዝህበና ዘሎ ረቢ ስብሓን ወተዓላ እዩ ኣስላም ገይርና ሳሖላላ ስለዚ እቲ ዝለዓለ ሃድያ ክንቦ ዘለና ንኣላሁ ስብሓን ወተዓላ እዩ ስለዚ እቲ ሃድያ ንቦ ከዓ ዝተመርፀ ክኸውን ኣለዎ ዝተመርፀ እንታይ ማለት እዩ ሕጂ ካብ ኣበር ነፃ ዝኾነት ክትከውን ኣለዋ ንኣብነት በጊዕ እንተ ደኣ ኮይና ማለት እዩ ሓንካስ ክትከውን የብላን ሓውላል ክትከውን የብላን ዕውርቲ ክትከውን የብላን መጅራ ክትከውን የብላን ከምኡ ውን እግራ ዝተቆርጸት ክትከውን የብላን ኮታ እንታይ ክትከውን ኣለዋ ምልእቲ ጽብቕቲ ብኩሉ እንትንኣ ክትከውን ኣለዋ ምእንቲ ኣላሁ ስብሓነ ወተዓላ እንታይ ክገብር ኣጅሪ ይኸበካ ሓታ ዕለማእ ዘኪሮም ሓደስ እንታይ ኢሉ ሓቲቱ ክብርቲ ክገዝእ ዶ ሓይሽ በጊዕ ክቡር ዋጋ ወይስ ሕስር ኢሉ ዋጋ ላኪን ማሻላ ዓባይ ድልድልቲ ጽብቕቲ ሕጂ ዕለማ እንታይ ኢሎም ወላሂ ብኸብሪ እንተ ከድና እቲ ዝያዳ ዝኸፍል ዘሎ ዝያዳ ኣጅሪ ክኸፈል እዩ ሳሕ ብዕብት እንተ ርእና ከዓ እቲ ስጋ ከዓ ብዙሕ ብምዃኑ ዓብይ ብምዃኑ ከዓ እቲ ሰብ ካብኡ ክወስድ እንከሎ ከዓ ዝያዳ ብሎ ስለ ዘሎ ኣብዚ ከዓ ዝያዳ እቲ ኣጅሪ ከዓ ይረኣየካ ላኪን እቲ ዝተበልፀ እቲ ዝተመርፀን ዝማእከለን ኣበሃህላ ግን እንታይ እዩ እቲ ዝያዳ ንዓኻ ናብ ተቕዋ ዘብጽሓካ ኢማን ስለ ዝኾነ እንተ ደኣ ነዛ ዓባይ እዚኣ ክገዝእ ከለኹ ዝያዳ እቲ ኢማነይ ይውንጨፍ ትብል እንተ ደኣ ኾንካ እታ ዓባይ ግዛእ ወላሂ ኣነስ ኣብዚ ከውጽእ ከለኹ ዝያዳ ገንዘብ ክቡር ገንዘብ ከውጽእ ከለኹስ ንእስ ኢላ ግን ኣብዚ ከውጽእ ከለኹ ዝያዳ ደስ ይብለኒ እቲ ኢማነይ ዝያዳ ከዓ ናብቲ ተቕዋ ክኸይድ ኣሎ ትብል እንተ ደኣ ኾንካ ከዓ ነዛ ክብርቲ እዚኣ ግዛእ ስለዚ እቲ ጉዳይ ናብ ልብኻ ይምለስ ኣየናይ እዩ ዝያዳ ነቲ ኢማን ናትካ ዝውልዖ ተገጽገጽ ዘብሎ

ኣብ ሸውዓተ ትጉዝያ ብዕራይ ከኣ ከምኡ ኣብ ሸውዓተ ጉዝያ ትኸእል ጤል ግን ንሓንቲ ማለት እምበር ጤል ገዚእኻ ኣብ ክልተ ሰብ ድሕሪኡ ነናህና ኡድሕያ ክሕሰበና እዚ ብቕዓት የብሉን ኡድሕያ ሓንቲ በጊዕ ንሓደ ሰብ ማለት ኣክበር ሕጂ ሓደ ሰብ ክበሃል እንከሎ ሓንቲ ቤተሰብ ናይታ ቤተሰብ ብሙላ ሕጂ ንኣብነት ኣነ በጊዕ እንተ ሓሪደ እዛ በጊዕ እዚኣ ሕጂ ኣጅርናታ ንዓይን እቶም ኣነ ብሓላፍነት ዝሕተተሎም ስድራ ቤተይ ብምልኦም ንኹላህና እንታይ ይኸውን የጠቓልል ንኹላህና ከዓ እቲ እድሕያ ይሕሰበና ማለት
ሕጂ እንታይ ንብል ብሻራ ድማ ኣለና እቶም ደይሓረዱ ሰባት እቶም ክእለት ዘይብሎም ሰባት እዚኣቶም ነቢ ስለ ላሁ ለ ወሰለም ንዕኦም ሓሪዶምሎም እዮም እዚኣ እውን ፅቡቅ ተዘክሩና ንቲ ዘይብሉ ሰብሲ ታሽ ምኾነ ሓጎስ ፍስሃ ኮነ ረሱል ስለ ላሁ ለ ወሰለም ክሓርዱ ከለዉ እድሕያ ማለት እዩ ንዓይን ንመይን ን ከምኡ ከኣ ንእመተይን ኢሎም ንቶም ዘይክእሉ ማለት እዩ ረሱል ሰለላሁ ዓለይሂ ወሰለም ሓሪዶምሎም እዮም ስለዚ ሰኸፍ ክብለኩም የብሉን እቶም ዘይትኽእሉ ረሱል ሰለላሁ ዓለይሂ ወሰለም ሓሪዶምልኩም እዮም እቶም ትኽእሉ ከኣ ሃየ ተግባር ናይ ረሱል ሰለላሁ ዓለይሂ ወሰለም ተኸተሉ ትእዛዝ ናይ ረቢ ስብሓነሁ ወተዓላ ኣኽብሩ ሕረዱ ምእንቲ ኣላሁ ስብሓነሁ ወተዓላ ጽባሕ ንግሆ ከሕጉሰኩም ኣላሁ ኣክበር ሸይኽና ኣብ ርብዒ ደቂቅ ወስያ ናትኩም እንታይ ትህቡና እዘን መዓልታት እዚኣተን ክብሪ ናተን።
ወላሂ እዘን ዓሰርተ መዓልታት እዚኤን ከምቲ ኣቀዲምና ዝበልናዮ ናይ ኣስላማይ እተን ዝኸበራ መዓልታት ኣብ ዕድሚኡ እዘን ዓሰርተ መዓልታት እዚኤን እየን። ኣብዘን ዓሰርተ መዓልታት እዚኤን ዝተጠቅመ ጀና ናይ ምእታው ዘለዎ ዕድል ዓብይ እዩ። ነዘን ዓሰርተ መዓልታት እዚኤን ዘይተጠቅመለን ዝኸሰረን ጀና ናይ ምእታው ዘለዎ ዕድሉ ባዕሉ እንታይ ገይሩ ማለት እዩ ባዕሉ ኣርሒቕዎ ማለት እዩ ስለዚ እዚ ከምዚ መዋስም ክመፅእ እንከሎ ኩላህና ክንጥቀመሉ ይግባእ ምክንያቱ ውሑዳት መዓልታት እየን ግን ኣጅሪ ናተን ከዓ ሰፍ ኣይብልን እዩ ሕጂ ሓንቲ ኩባንያ ንዓ ዓሰርተ መዓልቲ ስራሕ እሞ ኣሽሓት ወይ መላይን ገንዘብ ክበካ እንተ ኢላትካ ሓደ ካባና ደቂሱ ይሓድር እዩ ሳሖላላሶሆ ስለዚ ኣላህ ስብሓን ወተዓላ ኸ እንታይ እዩ ዝብል ዘሎ ኣብዘን ዓሰርተ መዓልታት እዚኤን ትገብርዎን ዝኾነ ይኹን ምግባር ሰናይ ከምዚኤን ገይረ ዝፈትዎ ፈፂሙ ዓመል የለን ይብለና ስለዚ ኣብዘን ዓሰርተ መዓልታት እዚኤን ሸቐጥ መዓንጣ ምስ ተመራር ሓሞት ድግድግትና ንዕጠቕ ኩላህና ኣብቲ ረቢ ስብሓንሁ ወተዓላ ዝፈትዎ ክንነጥፍን ክንፀቅጥን ይግባኣና